ሰላም ሰላም ጥዕና ሃበለይ ደቂ ዓበይቲ ዋይ ሃመይ ኢኻትም ሃመይ እነኹም ዳሕና ዲኹም ኣነ ዳሕና እየ እግዚኣብሄር መስገን ሰላም እየ ከምዚ ኣነ ሰላም እነኹ ስኻትም ዶ ሰላምኻትም ብዝሕዝሕ ይበለለይ ዳበልኹ ለማዕንቲ ደቂ ዓበይቲ ታእየ ብዛዕባ ታእየ እምፅእንን እየ ብዛዕባ ሓደ ሓደ ኣሕዋተይ ተስፋ ቆሪፆም ሂወታቶም ዳሓልፉ ሂወታተን ዳሓልፋ ኣሕዋተይ እየ ክዛረብ መፅየ ማለት እዩ ደቂ ሰባት ብዙሕ ፀገም ብዙሕ ሽግር ይወቕዐ እዩ ይበፅሐ እዩ ኮይኑ ግን ዘይሓልፍ ነገር የለይ ጥዕና ትሂብካ ፈጣርሲ ፀገም ልለ ይሓልፍ የለይ ጭንቀት ልለ ይሓልፍ ጭንቀት የለይ ስለዚ ፕሊስ ተጠንቀቑታ ጓልኹም ወድኹም በተለይ ዓረብ ሃገር ድንሕና ደቂ ኣንስትዮ ይኹን ደቂ ተባዕትዮ ህይወትና ናይ መጨረሻ ፖሰተ እያ ናይ መጨረሻ ታይስሞ እያ ናበልነላ ፖሰትና ህይወትና ድናሕልፍ ድንሄና ደቂ ሰባት በይዛኻትን ካብዛ ከምዚ ዓይነት ሓሳብ ከምዚ ዓይነት ጭንቂ ፈጣሪ ሓሊኻትን ከምዚ ዓይነት ብስርለ ልመን ክጎፍሖ ልመን ክፀቦ ኢና ከምዚ ዓይነት ሓሳብ ንሓስብ ኣለና ደቂ ዓበይቲ ብጣዕሚ እየ ሓዚነ ብጣዕሚ ማለት እዩ ኣነ ልባዕሊ ማለት እዩ ህንድላት መሓሸለኸ እዚ ግዜ እዚ ላብኣሰ ይኸድሎ ጸገም ዳ በዝሐ ሽግር ዳ በዝሐ ኩነታት ላቲ ብላዕሊ ዕይድ ጎዩሎ ስለዚ እንታይ ክብል እየ ደልየ ብሓጭሩ ቅድሚ ዝተወሰነ መዓልቲ ዝኾነ ሓውና ኣብ ፌስቡክ የርእየዮ ናይ መጨረሻ ፖስተ እያ ኢሉ ፖስቱ ህይወት ሓሊፉ ፖስት ተባሂሉ ህይወት ሓሊፉ ማለት እዩ ባዕሊ ዲጥፍኡ ቦታ እዩ እታ ኢላ ጥፈኡ ምክንያቱ እዚ ኣይፈልጥኺ ምክንያቱ ኣነ ኣብታ ፖስት የርእየያ ማለት እዩ ኮይኑ ግን ጥራሕ እሱ ይኾነ ሃምኡ ድገብር ብሱሩ ክልተ ሽሕይ ዓሰርተ ሸሞንተ ኣብዛ ዓመት ኣብዛ ልተወሰነ ዋራሕ እዚኣ ብዙሓት ኣሕዋተይ ህይወቶም ድሓልፉ እኒኦም በተለይ ስደት ድንሀና ብጣዕሚ ኢና ተስፋ ቆራፃት ኮይንና እኒና ብጣዕሚ ኢና ሕማቕ ሕማቕ ነገር ድርኤና ኣሎ ማርያምን ሰው ኮይኑ ሕማቕ ነገር ደይሓስብ የለይ ሕማቕ ነገር ደይገብር የለይ ግን ህይወትና ንምሕላፍሲ በይዛኻትን መዓልቲ ሓላፊ እዩ ጭንቀት ለሓላፊ እዩ ፀገም ለሓላፊ እዩ ህይወትና ግን ኣይነሕልፋ ህይወት ተኸይዳ ኣይትትክኣን እያ ሓንቲ ሸዓ ህይወት ህይወት እያ ተኸይድና ከይድና ኣለቀ ምንም ነገር እንትን ልምለስ ነገር የለ ስለዚ ቅድሚ ላዚ ውሳነ እዚ ትውስነ ማለት እዩ ኣሕዋተይ መዓረይ በይዛኻትን ጠንቀቓ ሎም ምሸትለ ቲታ ሓፍትና ጓል ውቅሮ ቲታ የውቅሮ ልጅ ልትብል ማለት እዩ ፖሲታ ሓደ ሰዓት ኾን ጸኒሓ ናይ መጨረሻ ፖስታይ እያ ኢላ ፖሲታ ማለት እዩ እዚ ፖስት ሃም ዝበሃህላ ፖስት ኣብኣ ጥራሕ ይኾን ከ ኣነ ርእዮ ብዙሓት ኣሕዋተይ ሃምኡ ኢሎም ፖስቲቶም ሂወቶም ዝሓለፉ እኒኦ በተለይ ኣብ ስደት ማለት እዩ ብዙሓት ኣሕዋተይ ባራኪና ስትየን ብእውነት ደቂ ዓበይትዋ ሓደ ሓደ ሰብ ማ ጋር ሓቃ እያ ሓቃ እያ ዝሓሳብ ዝትሓስብ ሓቃ እያ ሂወታ ትሓልፍ ልት- ልብላ ኮመንት ብዙሓት እኒኤዋ ብቀደማይ ሓንቲ ኤርትራዊት ሓፍትና ኣብ ደገ ኣውሮጳ ሃገር ድያ ኣብ እንታይ ሃገር እያ ብዝኾነ ኣብ ደገ ተሓኒ- እ- እ- ተሓኒቓ ድያ ዝኾነት ሂወት ሓሊፋ ኮመንት ካልትርኢ ሸዓይትኦም ብጣዕሚ እየ ሓዚና ንልባዕለይ እዚ ሰብ ሲ ኩሉ ድዩ ተስፋ ቆሪጹ ኢለ እየ ብዙሕ ነገር ኮይነ ማለት እዩ ባዕለይ ባዕለይ ሲ ደቂ ዓበይቲ ባዕሉ ባዕሉ ብዙሕ ነገር እዩ ሰብ ዝሓስብ ኣብ ኮመንት ኩሉ ኮመንት ላእቴስ እስኻ ሓሸኪ ኣሕናለ ድሕሪ ዝተወሰነ መዓልቲ መፀኪ ኣለና ትፀበይና መፂና ኣለና ኣሕናለ ነርክበኪ ኢና ኢልካ ኮመንት ንምፅሓፍ እንትን ኣሎ ብድሕሪ ዝኾነት ቆልዓ ሓሊፋ በተለይ ደቂ እንሀና ተስፋ ብጣዕሚ ኢና ንቆርፅ ዘለና ደቂ ዓበይቲ እዋ ደይሓልፍ ፀገም እኮ የለ ደይሓልፍ ሽግር የለ ንምንታይ ኢና ከምዚ ንሓስብ ሓደ ጭንቀት ምናምን ትኾን ተሎ እንድዒ ከምዚ ኣነ ባዕለይ ልቡለ ኣነ ማለት ኣነ ብጣዕሚ እንድየ ልጨናነቕ ብሕማቕ ሕማቕ ነገር ይሓስብ እየ ግን ብኸይ ተቢለ ከይድ ይልብለለይ ወይ ተበኸየ ወይ መዝሙር ግዛዕ ተሰሚዐ ንፍስ ይልብለለይ

ልምን መሐጎሲ ልምን ሰይሰዩ ሕና ህይወትና ነሕልፍ በተለይ ስደት እነሆ ብዙሓት ተስፋ ቆራፃት እነው ብዙሓት ብዙሓት በተለይ ደገ ስዕድ ልዋዕሉ ብዙሓት ኣሕዋተይ ጭንቅ ኢልወን ልገብሩ እልዓዩ እን ርእሰን ትባላሹ ባራኪና ሰትአን ህይወተን እንዳሓለፋ ብዙሓት ኣሕዋተይ እኒኤዋ ብዙሓት ኣብ ፀገም ድኒኤዋ ብዙሓት ይሓማ ካብ ስራሕ ዝወፅአን ገዛ ሃሪሰን ድውዕላ ብዙሓት ኣሕዋተይ ኣለዋ ደቂ ቤትን ጥራሕ እዘን ድፉስታ ከይመስለካ ትም ክጸውየኩም እዘን ድፉስታ ግልጽ ኮይነን ስለ ልፖስታ እዩ ለይፖስታ ብዙሓት ኣሕዋተይ ኣብ ጭንቀት ኣብ ጸገማት ይንህዋ ግን እዚ እንዳለ ንሃለ ኮይኑ ህይወትካትን ኣይተሕልፋ ወማንም ሰብ እኮ ለይጭነቕ ሰብ የለይ ለይጨናነቕ ሰብ የለይ ለይጽጉሞ ሰብ የለይ ለይብል ሰብ እኮ ሓንቲ የለይ ስለዚ ለይሓልፍ ነገር ስለ ለየለ ሓላፋ እዩ ህይወትካ ግን ኣይተሕልፋ ልመን እዩ ልመን ክፀቦ እዩ ብስርካ እስከ ሕሰብና ብል ደቂ ዓበይቲ ሕማቅ ነገር ኧረ ኣይንወስን ኧረ በይዛካትም ህይወትካትን ባዕልካትን ኣይተሕልፋ ወ- ሓደ ልወላዲት ሕሰባ ልወላዲት ሕሰባ ልሕዋትካትን ደቅናካትን ሕሰባ ኣሕና እሞ ተኸይድና ከይድና እንድሕ ሞይትኻ ም ኣይትርእዮ ትሞት ኣለኻ ኢኻ ብድሕርኻ ታይ ፀገም ሃምድን ልመን እዩ ስቃይ ዝበፅሐሉ ግን ኣይንፈልጥ ምክንያቱ ሞት ኣለና ኢና ግን ትልቃርያ ሰብ ስጽጉሞ ኣሎ በተለይ ወላዲት ኣዶ እታ ኤሕ ኢላ ትሽዓንተ ወርሒ ፀይራ ኣብ ካብዳ ኤሕ ኢላ ዝወለደትና ምዕር ክንድየ ናይ ሃም ድስምዕ ኣባ ኩላትና ንረዳእ እረ በይዛኻትን ስደት እነኻትንስ ምእንተ እነኻትን ኢልኻትን ሕማቕ ነገር ወይ ትወስና ሕማቕ ፀገም ኣይትብላ ማርያምን ብጣዕሚ እየ ኣነ ሓዚነ በተለይ ዘናለ ምሸት ለለ እንዲያም ብውሽጢ ዝኾነ ፖስት ልኢኻትለይ ዝኾነ ቪድዮ ሰ ኸዚ የርእየ እየ እንዲያም ለባዕሉ ብዙሕ ግዜ እየ ደዊለላ ነይረ ኣጋጣሚ እይ ሰርሒ ነበረ ሓደ ሰዓት ኹን ኦንላይ ወፅያ ናይ መጨረሻ ፖስታ እያ ቻዋት ምናምን ለኣ ፖስታ ብቀደመ ዝኾነ ቆልዓ ሃምኣ ኢሉ ፖስቱ ሂወት ሓሊፉ ሃምዛ ልውለኸኩም እዛ ወላ ሃምኡ ምስ በለት ብዙሕ ግዜ እየ ደዊለላ ኦንላይ የነበረት ግን ተመስገን እዛ ቆልዓ ብሂወታ እናታ ሓንቲ ሓበሻ ሲ ኣብ ጎድኒ ኣብ ጎድና እንእኹ እንእኹ ሓበሻ ኢላ ብናዕላ ኣካውንት ፖስት ኢታትላና ብሂወት ሃምድ እንሃ ትናጊ ትቢላ እንሃ ጽሒፋ ፖስት ኢላ እንሃ ዳሕና እያ ግን ብልበለጸ ከምዚ ዓይነት ጭካነ ላዕልካተንሲ ጨኪንክን ኣይትብላ ሕማቅ ነገር ኣይትሕሰባ ደቂ ዓበይቲ ማርያም ትጠንቀቃ ቤዛካ ትጠንቀቃ ባደ መፅእ ነገር እኮ ደቂ ሰባት እንዲና ብዙሕ ነገር ግድን እዩ ክበፅሐና

ሰይጣን ውዒልክን ሓደ ሓደ ሰይጣን እንደወዓለ እዩ ሃም ዝልገበር ግዛዕላላላ ደቂ ዓበይቲ ምስ ሰይጣን ለና ባዕልና እዩ ባዕልና ኢና ከፍተት ዝፈጥረና ሰይጣን ሰይጣን ሲጀመር ባዕልና በርላ ከፈትና ኢና ለገሉለና እዩ ሕማቅ ነገር ልሓሰብና ኢና ውክል ውክል ዶለና ኣሎ ስለዚ ባዕልካትን ብሱር ኣእምሮካትን ሲ ለይኮነ ይኮነ ነገርስ ኣይትብሎ ወሲኺ ኢሉ ውስኸካትን ስለዚ ላዚ ነገር እዚ ትብላ ትመፀኩን ዶ ክርስትያን ተኾንኻትንለ መዝሙር ክንስምዓ ሙስሊም ክትኾን ካትንለ ቁርኣን ክንስምዓ ማለት እዩ ናብ መነየ ብጣዕሚ እዩ እንትን ድብለካ ባዕለይ ስለላግነየ እዩ ስለዚ በይዛኻትን ሕማቕ ውሳነ ኣይትወስና ለዛ ለይትረብሕ መዓልቲ ሕማቕ ነገር ምወሳን ፅቡቕ ይኾነ ደቂ ዓበይቲ እና ኣነ ብጣዕሚ እየ እንትን ኢለ ዝሮ ዝር ግን ያው ብሂወት ልምህላዋ ዝሓፍትና ለ ተመስገን ብጣዕሚ ደስ ኢልኒ ኣጋጣሚ ደው ኢለ እኳ ኣየልዕለትኒ ዋላ ብድሕሮ ላሰርሐ ነይሩ ግን የልዐለትኒ ማለት እዩ እና ደቂ ዓበይቲ ብዛለይ ትረብሕ መዓልትሲ ብዛለይ ትረብሕ ግዜሲ ተጨናኒቕና ህይወትና ኣይነሕልፋ ላብለ ይኾን ነገርስ ኣይነእትባ ኣታ ደይሓልፍ ነገር እኮ የለ ልመን ክሕጉስ እዩ ልመን ክፀብብ እዩ ክብስሩ ህይወትካ ተሕልፋ ህይወትኩም ትሕልፉ ንምንታይ ኢኹም ኣቱም ሰባት ኣይትጨናነቑ እዩዋ ኩላትና እኮ ጨናናቕላና ግን በቃ ምኻል እዩ